ሰላም ከመይ ትኾኑ ጋይስ ካፍ ኢሊን ሎማዓንቲ ካብ ሓዲሽ ቪድዮ ተመሊስና ኣለና ኢና ሎማዓንቲ ቪድዮ ናይ ሎማዓንቲ ርእስና ከኣኒ ኣዘናጋዕቲ ቪድዮታት ኣለዉ ንዕም ክንሪኦም ኢና ክንዘናጋዕ ኢና ማለት እዩ ቅድሚኡ ግን ለንቅነ ሓደ ሓውና ካብ መዓስከር ማይ ዓይኒ መዓስከር ስደተኛት ማይ ዓይኒ ዝመፀ ሓደ ሓውና ኣሎ ኣብዚ ናይ መወዳእታ ዝነበረ ውግእ ኣብ መዓስከር ከሎ ሓደጋ ኣጋጢምዎ ኣሎ። ኣብዚ ሕጂ እዋን ኣብ ስንክልና ኣጋጢምዎ ኣብ ኣዲስ ኣበባ እዩ ዝርከብ። ስለዚ እስኪ ካብ ኣፉ እንታይ እንታይ ኣጋጢምዎ ኣብዚ ሕጂ እዋን ከዓ ኣብ ምንታይ ኩነታት ኣሎ ዝብል ነገር ካብ ናቱ ክንሰምዖ ኢና ማለት እዩ። ድሕሪኡ ናብቲ ቪድዮታት እንከይድና ለስ ጎ ኣሕዋት ኣነ ሽደን ኣራንሺ ዝጸባብኩ ነዚ መዓረዛ ኣንዳሕሳ ዓምተይ
ኣብ እኒ ዓይኒ ከዓ ናይ ሓደጋ ኣብዚ ዝነብር ናይ መጨረሻ ውግእ ሓደጋ እግሪ ኣጋጢምኒ ንሱ ከዓ ናይ ሞርታሩ ኣብ ከባቢ ሓምሳ ሜትሮ ናይ መዓስከረይ ከለኹ ካብኡ ነጢሩ መጺኡ ሃዲሙኒ። ካብኡ ድማ ንሕክምና ኢሎም ንይደባ ዝበሃል ቦታ ኣምጺኦምኒ። ኣብኡ ከኣ ክንደይ ስቓይን መከራን። መጉዳእቲ ናትካ ክብድ ስለ ዝበለ ንጎንደር ኢኻ ትኸይድ ኢሎምኒ። ንጎንደር ንምኻድ ግን ኣዝዮም ላዕልን ታሕትን ኣቢሎምኒ። ኣይሰለጠንን። ድሕሪ ክልተ ሰሙን ዝኸውን ከኣ ናብ ጎንደር ከይደ። ኣብ ጎንደር ምስ ከድኩ ግን ከምኡ ተወሳኺ ሓካይም ኩሉ መርመራ ምስ ገበሩለይ፣ ናትካ መህረምቲ ተሃስዩ ስለ ዘሎ ናብ ዝለዓለ ሕክምና እያ ምሰደካ ኢሎም ንኣዲስ ኣበባ ኣምጺኦም ኣብ ኣዲስ ኣበባ ውን እቶም ዝወድቁ ኩሉ ምስ ረኣይዎም መህረምቲ ናትካ መህረምቲ ናይ ነርቭ ጸገም ገርካ ስለ ዘለኻ ጌና መርመራ ምስ ገበርና ኣብ ሓደ ክሊኒክ ኬድካ መጀመርያ ቸክ ገርካ ምጻእ እሞ ሽዑ ብቲ ውጺት ዝሃቡና ውን ጌና ኢና ንገብረልካ ኢሎምኒ ነቲ ክሊኒክ ኬደውን ናብኡ ቀሪቦም ዶክተር ሪኡ ምስ ረኣዮ ብጣዕሚ ተወጺዕኺ ከም ዝነበርኪ እዩ እቲ ዶክተር ገሪም ድሕሪኡ ካብኡ ድሕሪ ክልተ ቅነ ከኣ ናይ ኦፕረሽን ጌሮም መጥባሕቲ ጌረ ሕነ ኣብ ዝርጃ ይግበር ዶክተር ብዝበለኒ ንዝገጥመካ ዘሎ ናይ ነርቭ ጸገም ኣብ ሓጺር ግዜ ክመሓየሽ እንድሕር ኬኑ ካብዚ ሒዝናዮ ዘለና ወርሒ ስጋብ ሽዱሽተ ወርሒ ካብ ዓመት ስለ ዝቅጽል ሓደ ሚል ስለ ዝውስኽ ንኣመጋግባኻ ዝምልከት ድሓን ዝኾነ ምግቢ ክትወስድ ኣለካ ኣነ ውን ብዝከኣለኒ ሕጽረት ከም ዘለኒ ጸገም ከም ዘለኒ እየ ነቲ ሓኪም ነጊረይ ማዕረ ሞያይ እዩ እሱ እዩ ንክገብሮ ዝክእል እየ ዝነግረካ ዘለኩ ክሳዕ ሕጂ ምስ ዘለካ ናትካ ስድራካ ከተራድእ ከትግደድ ፍርሑ ኢሎም ንናይ ኣሕዋተይ ኣብ ከምዚ ሽግርን መከራን እየ ዝረከብ ዝካኣለኩም ኣነ ካኣ ኣብ ሓውኩም ኣብ ሽገር እየ ዝርከብ ዘለኩ ኣብዚ ኣዲስ ኣበባ ዊን ምስ ሓብርባዕተ ቆልዕት እየ ኣርባዕተ ቆልዕት ከለውኒ ኣብ ኣዲስ ኣበባ ዊን ንሶም ኣብ መዓስከር እዮም ዝቕመጡ ዘለዉ፣ ኣብ በርባዕተ ቁዐት እዮም ዝሰንዩ፣ ኣነ እየ ኣላዪ ኦም ነይረ፣ ኣብ መዓስከር እዮም ዝቕመጡ፣ ምንም ኣላዪ ዝበሃል የሎምን፣ ኣነ ከኣ ኣብ ኣዲስ ኣበባ እየ ዘሎይ ዘለኹ፣ ኣዲስ ኣበባ ከም ዝኸደኩም ዝረኣኹ ኣብ ሕክምና እየ ዘለኹ፣ የሕዋቱ ዝረኣዩ እዮም ከማን ናይ መንበሪ ጸገም ናብቲ ሕክምና ተማላስ ከኣ ከኣ ትሕከም እዮም ኢሎምኒ፣ ናይ መንበሪ ጸገም ውን ኣለኒ፣ ምስኦም እየ ተቓቒረ ዝነብር ዘለኹ፣ ተወሳኺ ውን ናይ ሕክምና ንኸይዲ እውን ናይ ትራንስፖራት ከረኻኸሊ ፀገማት እውን ብዙሕ ሓላፍ ተዳርጊ ዘሎ ክፉእ ዝረኣዩ የሕዋት እዮም ዝሕግዙ ንብሉ ዘለዉ ንዓይ ማለት እዩ ሕጂ የሕዋተይ በዚ ናተይ ታሪኽ ሪእኹም ኣእምሮ ዘፍረኩም በብእጃምኩም ክትሕግዙኒ ይምነ ማለት እዩ። ገንዘብ እውን ሕፅረት ኣለ ንስጋብ ሸውዓተ ወርሒ ንክትማላለስ ኢኻ ስለ ዝብሉኒ ምስ ሰባት ተፀጊዐ ስለ ዘለኹ ኸዓ ኻብኡ ናተማላለስካ ናይ ትራንስፖርት ይኹን ገንዘብ ሕፅረት ኣብ ደገ እውን ዝኾነ ዝሕግዘኒ ኣካል የብለይን። እዚኣ እያ ኣነ ጸገማተይ ዝገልጽ ዘለኹ። ንጸገማተይ ከኣ ርኢኹም ከኣ ዝኾነ ምትሕግጋዝ ክትገብሩለይ ንደሊ።
ቀዳመይቲ ቪድዮ ንቀደም በሉ ትብል ኣላ። ተሓዋዊሱ ይበልዖ ኣሎ። ብዘይ ስክፍታ ማለት ናይ ብሓቂ ንቐደም በሉ ኣይትሰከፉ ኢሉ ኣንዲ ብዘይ ስክፍታ ሕውሱስ ኣቢልካ ኩሉ ናብ ከብዲ ስለ ዝኣቱ ከዓ ፀገም የብሉ ባይደወይ ኣብ መርዓ እንድሕር ኪድካ ብዙሕ ዓይነት ሰብ እዩ ዘሎ ዕዱም ብዙሕ ዓይነት ዕዱም እዩ ዘሎ እስኪ ካልእ ዕዱም ከ ንረአ ሚሒር ኮካ ድፈቱ ዕዱም ከሪኢኹም ትፈልጡ ሪኢኹም ብኮካ ዝሰክር እዚኣ ኣላ ናይ መርዓውቲ ገለ ዓይነት

ብካሜራ ተራእየን እየን ኮይነን
ሸይጣን ይመስለን ንብላ ኣለዋ
እንታይ ዓይነት ቋንቋ እየን ዝዛረባ ዘለዋ
እዋይ ይብል ብኸተት ቤት ቃዋጠነ

ሞባይል ሺሯ ካብታ ዝነበረቶ ተኸፍእ ሞባይል ገዚኦምሉ ቦሎ ከባድ እያ እዚኣ ሓደ ተደምሮ ሓደ ይኸውን ክልተ ኣድጊ ምልስ ኣሎ ኣድጊ ምድማር ክኢሉ ክልተ ክልተ ተደምሮ ክልተ
ሓደ ክልተ ሰለስተ ኣርባዕተ ድሕሪ ሕጂ ኣድጊ ኢልካ ምጽራፍ ተሪፉ ኣሎ ካልእ ድሎ ኢላ ሰለስተ ተደመሮ ሰለስተ ሓደ
ክልተ ሰለስተ ኣርባዕተ ሓሙሽተ ሽዱሽተ

ኣበይ ሃገር ከም ተወለደ እዮም ነጊሮማ እዚኣ እምበር ገለ ዓይነት ዕድመ ውስኽ ተተብሉላ ግን ፅቡቕ እያ ሓሙሽተ ወርሒ ሲ ንእሽተይ እያ ዘላ ብዙሕ ነገር ከጋጥማ ይኽእል እዩ